ራ የሕዋት ከመይ ጸኒሕኩም ተስፋ ይገብር ኩሉ መደብ ጽቡቅ ይቅጽል ክህሉ እቶም ተገልገልቲ በብመደብኩም እንዳለገስኩም ኣነ ከኣ ንእሽተይ ነቲ ዝነበረ ጽሙቅ ኣቢለ ክነግረኩም ክፍትን ብርግጽ ሎማዓንቲ መበል ዓሰርተ ሓደ ልግሲ ደም ኢና ነካይድ ዘለና እዚ ልግሲ ደም እዚ ጎኑ ጎኑ ከኣ ኣብ ዩጋንዳ ካብ ዝተኻየደ ኮንፈረንስ ወይ ድማ ካብቲ መበል ዓሰርተ ሓደ AFSPT ዝበሃል ኮንፈረንስ ምስኡ ኣተሓሒዝካ ክረኣ ከሎ ዩጋንዳ መበል ዓሰርተ ሓደ እወን ኮንፈረንስ ገይራ ንሕና ከኣ መበል ዓሰርተ ሓደ ግዜ ደም ንልግስ ኣለና ስለዚ ንዓና ዓቢ ኩርዓት እዩ ካብ ክልተ ሽሕን ዕስራን ሓደን ወርሒ ትሽዓተ ዕለት ዓሰርተ ኣርባዕተ ዝጀመረ ልግሲ ደም ሽዑ ኣብቲ ግዜ እቲ ክጅምር ከሎ ናይ ሓቂ ዕስራን ትሽዓተን ዩኒት ኢና በጊስና። ሽዑ ግዜ እዚ ክብገስ ከሎ እቲ ኣብቲ እዋን ዝመስረተ ወይ ድማ ነዚ ፕሮግራም እዚ ደቃወሙ ሰባት ናይ ብሓቂ ራኢ ነይርዎም። ኣብዚ ሕጂ እዋን ከምቲ ዝሪኦ ዘለኹ ናብ ሚእቲ ገፅና ንቐርብ ኣለና እግዚኣብሔር ይመስገን ካብ ንጉሆ ጥራይ ዘይኮነ ብሓፈሻ ቅድሚ ወርሒ ዝጀመርናዮ ስራሕ እዩ እዚ ቅድሚ ወርሒ ኣብ መራኸቢ ብዙሓን ደም ክንልግስ ምዃንና ደም ክንህብ ምዃንና ኩላህና ክንሳተፍ ኢልና ዝዓደምናዮ ዕድመ ናይ ብሓቂ ኣየሕፈርኩምናን ክብረት ይሃበልና የቐንየልና ስለ ዝመጻኹም ስለ ዘገዝኩም ስለ ዘኹራዕኹምና ክብረት ይሃበልና እንዳበልና ነቲ ዝነበረ ስእሊ ብኸመይ ክንቅይሮ ኣለና ካብ ዝብል ሓሳብ ኣብ ርእሲ እቲ መደባዊ ወይ ድማ ቀጻሊ ዝኾነ ልግሲ ደም ከመይ ጌርና ነቲ ዝነበረ ወይ ድማ ነቲ ዘሎ ሕጂ ምስልና ንቕይር ምኽንያቱ ኤርትራውያን ከምቲ ጌሮም ኤርትራውያን ከም ዝኾኖም እንዳተባህለ ብሕማቕ ስእሊ ተላዒልና ክሳብ እቲ ዝላዓለ ደረጃ በጺሕና ኢና ሕጂ ከኣ ከመይ ጌርና ንሕና እቲ ናትና ምስሊ ንቕይሮ እቲ ናትና ገጽ ኣብ ቅድሚ ካልኦት ሃገራውያን ሰባት ከመይ ጌርና ነቕርቦ ከመይ ጌርና ኣብነት ንኾን ኢልና ምስ ሓሰብናዮ መደብ መሰረት ኣምላኽ ይመስገን ካብ መስረቲ ናይቲ ማሕበር ጀሚርካ ኢስት ኣፍሪካ ኢንተርናሽናል፣ ሪንጎ ብላድ ባንክ ካልኦት እውን ተሓባበርቲ ብዝገበርዎ ፃዕሪ መሰረት ነዚ ሎማዕንቲ ክንልግስ በቒዕና ኣለና። ክሳብ ሕጂ ካብ ክልተ ሽሕን ዕስራን ሓደን ክሳብ ሕጂ ሓሙሽተ ሚእትን ሰላሳን ዝኸውን ሓሙሽተ ሚእትን ሰላሳን ሚኒት ዝኸውን ደም ተለጊሱ ኣሎ። እዚ ደም እዚ ብምዱብ ዝተለገሰ ክኸውን ከሎ፣ እቲኦም ኣብ ሜንጎ ብላድ ባንክ ከይዶም በብእዋኑ ዝልግሱ ዝነበሩ ሰባት ከኣ ኣብ ርእሲኡ ክድመር እዩ ማለት እዩ። ሎማዓንቲ ከኣ ከምዚ ንርእዮ ዘለና እቲ ሰብ ኣብ ቦትኡ ከሎ ከባቢ ሰብዓ በጺሕና ኣለና። እግዚኣብሔር ይመስገን ክንውስኽ ኢና ናይ በሓቂ ብኣኹም ኮሪዕና ኢና። ንቐጻሊ እውን እዚ መደብ እዚ ክቕጽል እዩ ንስኹም ምሳና ኮንኩም ሓቢርኩም ክትጓዕዙ ከኣ ብትሕትና ንሓትት። ካብ ንጎ ጀሚርና ዝተፈላለዩ ወከልቲ ናይ ማሕበራት መፂኦምና ነይሮም፣ ካብ ሚኒስትሪ ጥዕና፣ ካብ ቀይሕ መስቀል፣ ካብ ከም ንሪኦ ናይ KCCA፣ ካብ ናይ ፖሊስ ስቴሽን፣ ካብ ኩለን ትካላት መፂኦምና እዮም። ስለዚ ነዚ መዓልቲ እዚ ናይ ብሓቂ ውሁድን ፅቡቕን ኮይኑ ንክውዕል ዝገበርኩም ንስኹም ኢኹም። ምኽንያቱ ተሳትፍኹም ኣሚንና ነዚ መደብ ስለዝገበርናዮ ንስኹም እውን ስለዘየሕፈርኩምና ናይ በሓቂ ዘኹርዕ ደስ ትብል ን ደጊመ ደጋጊመ የቐንየልና የቐንየልና የቐንየልና ብዝትካእ ደም ዘይትትካእ ሂወት ብምትራፍኩም ናይ በሓቂ ኩርዓት ክስምዓኩም ኣለዎ ናይ በሓቂ ክብረት ይሃበልና Thank you